ልዕሊ ዝኾነ ይኹን ክልል ልዕሊ ዝኾነ ይኹን ህዝቢ መረፃ ክገብር ግዴታ ዝኾኖ ከባብን ህዝብን ኣበይ እዩ ኢልና እንተሓቲትና ትግራይ ህዝቢ ትግራይን ትግራይ ዝበሃል ክልልን እዩ ዝኸውን ማለት እዩ። ሕጋውነት ተዘይተመሊሱለይ መረፃ ይግበርን ዝብል ፈኸራ እሞ እዚ ድማ ምስ ምልኣተ ብሔር ምንም ዘራኽብ ነገር ዘይብሉ ዋላ ሓንቲ ዘራኽብ ነገር ዘይብሉ ካልኦት ፀዋታታት ክፃወት ዝከኣለሉ ዕድል እናሃለወ ብሄር ዝኣክል ከም ቁርስብና ቆራሪስካ ንሓደ ጉጅለ ንምብርካት ዝግበር ከይዲ ኣዝዩ መሕመምን መደንገፅን እዩ። ኩሎም ዓይነት መጥቃዕትታት ናይ ትግራይ መሰል ርእሰ ውሳነ ምምንጣል እዩ ነይሩ ዕላምኦም። ዝተመረፀ መንግስቲ ተብዘይብሉ መሰል ርእሰ ውሳነ ክትሓትት ትኽእለሉ ትካል የለን። ነቲ ብሄር ነቲ ህዝቢ ወኪሉ እዚ ክሓትት ዝኽእል ብሕጋዊ መንገዲ ስለዘየለ ተንሳፊፉ እዩ ዝፀንሕ ማለት እዩ። ግን መረፃ ክንገብር ክንተክል ተኾይንና ስርዓት ክንተክል እንተደኣ ኮይንና እቶም ክምለሱ ዝግብኦም ጉዳያት ክምለሱ ይግባእ። ብመሰረታውነት ናይ ፕሪቶርያ ስምምዕነት ብምሉእነት ክምለስ ኣለዎ። መረፃ እውን ክንገብር እንተደኣ ኮይንና ትግራይ ብምልኣት ክትረኣን ብምልኣት ዘማእኽላ ምምሕዳር ክትከልን በቱ ምምሕዳር ዝሰብዩሉ እቲ መረፃ ክሳሰን ይግባእ። ምድላው ኣለና፣ መፅናዕቲ ኣካይድና ኢና፣ መረፃ ክንገብር ኢና፣ ተመዛባላይ ኣብ ኬንዳ ኮይኑ ክመርፅ እዩ፣ ክነመቻችየሉ ኢና ዝበሃሉ ቀልድታት ንመረፃ ዘይኮነ ናይ ህዝቢ መሰል ንምርግጋፅ ዘይኮነ እቲ ህዝቢ ዝበኣሰ ኣሰኲንካ ተስፋ ክስእን ምግባርን ምድዓኽን እዩ ዝኸውን። ህዝቢ ምድዓኽ ስለዝኾነ እዙይ ቅቡልነት ክህልዮ ኣይኽእልን። ኣብዚ ቅንያት እቲ መሪሕ ውድብ እየ ዝብል መራሒ ውድብን እቲ ብዘይንቡር መንገዲ ተመራሕ-ተመራሒ ኮይኑ ዘሎ መንግስትን በብእብረ ዝገበርዎም ዋዕላታት ነይሮም ዘሕለፍዎም ዝተንተን ውሳነታት ዝተንተንዎም ትንታነታት ዘለዎም ርድኢት ትግራይ ዝምልከት ንኹልና ኣፍቲ ስልጣን ስለ ዘለው ንትግራይ ዝጸል ስለ ዝኾነ ብፍሉይ ምርኣዩ ኣገዳሲ እዩ ዝኸውን ማለት እዩ። እዚ ውድቀት እዚ ዕንወት እዙይ ካብቱ ኣብቲ ስልጣን ዘሎ ጉጅለ ወፃእ ዘሎ ናይ ለውጢ ደላዪ ወይ ድማ ናይ ተቓውሞ ደንበ ወይ ድማ ብሓፈሻ ወለዶ ናፅነት ኢልና ንፅውዖ ሓይሊ ምትእኽኻብ ዘይምኽኣሉ እውን ታይ ዓይነት ክያዶ ንኸደ ኣለና ዝብል ዘለና ርኢቶ ንምክፋል እዩ ማለት እዩ። ስለዚ ንምጅማር ዝኣክል። ኩሎኹም ከም ትግንዘብዎ ከም ትፈልጥዎ እውን ኣብ ክልተ ሽሕን ዓሰርተ ሸሞንተን ብጊዝኡ ብሰዓቱ መሰረት ብትልሙ መሰረት ቦርድ መረፃ ኢትዮጵያ መረፃ ኣብ መላእ ኢትዮጵያ መረፃ ንምግባር ሙሉእ ምድላዋተይ ወዲኤ እየ ኢሉ ኣሎ። ምስ ሓይልታት ፖለቲካ ወይ ድማ ምስ ውድባት ፖለቲካ ትግራይ እውን ዝተፈላለዩ ርክባት ነይሮም፣ ምስ ካልኦት ናይ ኢትዮጵያ ውድባት ተሓዊሱ ማለት እዩ። ብፍላይ ብፍላይ ምስ ናይ ትግራይ ውድባት ዝምልከት ድማ ሓደ መዓልቲ ጥራሕ፣ ሓደ ምሉእ መዓልቲ ዘይኮነ ሓደ ፍርቂ ናይ ፍርቂ መዓልቲ ኣኼባ ገርና ከም ዝነበርና ኣብ ዝተፈላለዩ መድረኻት ገሊጽናዮ ኢና። እሱ ዝምልከት ብኣና ዘለና ገምጋምን ዝመረጻ ዝምልከት ሓሳብን ንምክፋል እዩ። ቀዳማይ ነገር፣ ክውሰድ ዘለዎ ኢልና ንሕና ንሓሰቦ መጀመርያ ትግራይ መረፃ ክትገብር ካምዘለዋ ንመረፃ ክንቃወም ንኽእል ሓይሊ ዘይምዃንና ብስሩ እውን ብመትከል ጥራሕ ዘይኮነስ ዋላ ብድሌት ተርእናዮ እውን ልዕሊ ዝኾነ ይኹን ክልል ልዕሊ ዝኾነ ይኹን ህዝቢ መረፃ ክገብር ግዴታ ዝኾኖ ከባብን ህዝብን ኣበይ እዩ ኢልና እንተሓቲትና ትግራይ ህዝቢ ትግራይን ትግራይ ዝባሃል ክልልን እዩ ዝኸውን ማለት እዩ። እንተምንታይ ትግራይ ከምቲ ኩላትና ንፈልጦ ምእንተ መሰል ርእሰ ውሳነ ወለዶታት ከቢድ መስዋእቲ ዋጋ እናኸፈሉ ዝመፅሉ ከባቢ እዩ። ኩሎም ኣብ ናይ ህወሓት ወለዶ ጥራሕ ዘይኮነስ ቅድሚ ናይ ህወሓት ወለዶ ዝነበሩ ወለዶታት ኩሎም እውን ኣብ ዝገበርዎም ተጋድሎታትን ቃልስን መሰል ርእሰ ውሳነ ትግራይ ኣሕሊፍካ ንዘይምሃብ እዩ። ብሓያላት ብመዝረ ካብትን ካብትን ተኣኻኺቦም ሓይልታት እዚ ህዝቢ ከሰኩኑን ኣያ ዘይብሉ ከትርፉን ዝገብርዎም ዝነበሩ ኩሎም ዓይነት መጥቃዕትታት ናይ ትግራይ መሰል ርእሰ ውሳነ ምምንጣል እዩ ነይሩ ዕላምኦም። ኣቦ ዘይብሉ ወይ ኣያ ዘይብሉ ማለት እውን መንግስቲ ዘይብሉ ካብ ኣራት ኪሎ ዝወሃቦ ልኡኽ ዝቕበል ዝበልዎ ሰሚዑ ዝሃብዎ በሊዑ ዝነብር ዝተሰኮነ ህዝቢ ክኸውን ናይ ምግባር ክያዶታት ስለ ዝነበሩ ወለዶታት ትግራይ ድማ እዚ ኣሜን ኢሎም ስለ ዘይተቐበሉ ኣብ ዝተፈላለዩ ግዜያት እኹል ዝኾነ ልዕሊ እኹል ኢልካ ትገልፆ ትኽእል እውን መስዋእቲ እናተኸፍ እናተኸፈለ መፂኡ እዩ። ብኡ መሰረት እውን ብፍላይ ድሕሪ ሰማንያን ሰለስተን ናይ ደርግ ስርዓት ብምስዓር ትግራይ ሙሉእ መሰል ርእሰ ውሳነኣ ዘረጋገፀት ክልል እያ ነይራ። ዋላ ብክልል ብርኪ ይኹን ማለት እዩ። ዝተጠለሙ ዕላማታት ዋላ እንተነበሩ ብናይ ባዕላ ወገናት ዝተጠልሙ ዕላማታት ዋላ እንተነበሩ ግን እቲ ስርዓት ብምድርባይ ናይ ትግራይ ብውሕዱ ማለት እዩ ብሄራዊ ክልላዊ መንግስቲ ዝመስረተ ቃልሲ ተገይሩ መሰል ርእሰ ውሳንኡ ብውሕዱ ብሕገ መንግስቲ ዘረጋገጸ ህዝቢ እዩ ነይሩ ኣብ ተግባር ካሊእ ጉዳይ ዋላ ተኾነ ሎሚ ብሕጊ ይኹን ብትካል ዋላ እውን ብተግባር ኣብ መሬት ብንሪኦም ኩነታት ብፍላይ ድሕሪ ናይ ፕሪቶርያ ስምምዕነት እቲ ዝዓበየ ናይ ህዝብታት መሰል ርእሰ ውሳነ ከረጋግጽ ዝኽእል ቤት ምኽሪ ዝበሃል ትካል ብምፍራስ ትግራይ መንግስቲ ኣልባ ኮይና ኣብ ግዝያዊ ምምሕዳር ክትወድቕ ዝገበረ ኹነታት እዩ ተፈጢሩ ማለት እዩ። ስለዚ ካብ ናይ ፕሪቶርያ ስምምዕነት ንነዘ ዘሎ እንተርኢና ኣብ መላእ ኢትዮጵያ መሰል ርእሰ ውሳነ ዘይብሉ ብሕታዊ ህዝቢ ህዝቢ ትግራይ ጥራሕ እዩ ማለት እዩ። ብጉልበት ብኻሊእ ኻሊእ ክምስከር ዝኽእል ክረጋገፅ ዝኽእል ነገር ክህሊ ይኸውን ክህሉ ይኽእል'ዩ ኢልና ክንሓስብ ንኽእል ንኸውን። ብፖለቲካዊ ሕጋዊ መንገዲ መሰል ርእሰ-ውሳነ ናይ ምሕታት መሰሉ ዘይብሉ ዝተመንጠለ ህዝቢ ግን ህዝቢ ትግራይ'ዩ። ምኽንያቱ ኩላትና ከም እንፈልጦ ኣብ ሕገ-መንግስቲ ኢትዮጵያ ዝተቐመጠ ዘይተገደበ መሰል'ዩ መሰል ርእሰ-ውሳነ ማለት። ክሳብ ምግንጻል ዓርስኻ እስካ ምዃን ዝፈቅድ መሰል'ዩ መሰል ርእሰ-ውሳነ ማለት። እዚ ክግበር ተኾይኑ ግን፣ እተን ክልላት ዝተመረፀ ቤት ምኽሪ ክህልወን ክኽእል ኣለዎ። ዝተመረፀ መንግስቲ ክህልወን ኣለዎ። ዝተመረፀ መንግስቲ ኣብ ዘይብሉ መሰል ርእሰ ውሳነ ክትሓትት ትኽእለሉ ትካል የለን። ነቲ ብሄር ነቲ ህዝቢ ወኪሉ እዚ ክሓትት ዝኽእል ብሕጋዊ መንገዲ ስለ ዘየለ ተንሳፊፉ እዩ ዝፀንሕ ማለት እዩ። ስለዚ ካብታ ናይ ፕሪቶርያ ስምምዕነት ክሳብ ሎሚ ኣብ ዘሎ ጊዘ ትግራይ እዚ ትካል እሱ ስለ ዘይብላ መሰል ርእሰ ውሳነኣ ብሕጊ ተመንጢላ እያ ማለት እዩ። ብፖለቲካ ተመንጢላ እያ ዘላ ማለት እዩ። ብትካል እዙይ ከረጋግፅ ዝኽእል ትካል የብላን ማለት እዩ። ስለዚ ድሕሪ ናይ ፕሪቶርያ ስምምዕነት እውን ኣብ ሽዱሽተ ወርሒ ወይ ድማ ኣብ ሓደ ዓመት ውሽጢ እንተነዊሑ እውን ክሳብ ክልተ ዓመት መረፃ ክትገብር ዘገድድ ኩነታት ነይሩ። ኣብቲ ስምምዕነት ዝተቐመጠ እዩ። ኣብ ውሽጢ ሓደ ዓመት ወይ ድማ ካብኡ ሕልፍ ኢሉ እውን ኣብ ዝተኽኣለ ፍጥነት መረፃ ገይራ ናብ ዝተመረፀ መንግስቲ ክትሸግርን ሙሉእ መሰል ርእሰ ውሳነኣ ክትሕዝን ዝፈቅድ ዓንቀፅ ዘለዎ ስምምዕነት እዩ። እንተኾነ ግን ብዝተፈላለዩ ምኽንያታት ካብ ውሽጢ ይኹን ካብ ደገ፣ ብዘለዉ ምኽንያታት እቲ መረፃ ከይተገበረ ፀኒሑ እዩ። ህዝቢ ትግራይ ድማ ብዘይካ ወካሊ መንግስቲ፣ ብዘይካ መሰል ርእሰ ውሳነ ክሳብ ሎሚ ፀኒሑ እዩ ማለት እዩ። ስለዚ ሎሚ ናይ መረፃ ጉዳይ ክመፅእ ከሎ ሐዚ እውን ብመትከል እውን ዝድገፍ እዩ። ካብ መትከል ሓሊፉ ብድሌት እውን ትግራይ ልዕሊ ማንም መረፃ ዘድልያ ክልል እያ። ህዝቢ ትግራይ ልዕሊ ማንም መረፃ ዘድልዮ ክልል እዩ። መረፃ ክግበር፣ ክካየድ፣ ናይ ግድን እዩ ዝብል እቲ ናይ መጀመርያ ክንተኣማመነሉ ዘለና ጉዳይ እዩ ይብል ውድብ ናፅነት። እንተኾነ ግን እዚ መረፃ እዚ ንምግባር ከምቲ ዓንተዎ ዝበልክዎ ድሕሪ ናይ ፕሪቶርያ ስምምዕነት ኣብ ዝሓፀረ ግዘ ንምግባር ዘይተኽኣለሉ ምኽንያት ሓደ ክልተ ተባሂሉ ዝፍለጥ ምኽንያት እዩ። እቶም ምኽንያታት ንሳቶም፣ ፍታሕ ኣብ ዘይረኸብሉ፣ ህዝቢ ተመዛቢሉ በቢ ኬንድኡን ላስቲኩን ተደርብዩ ኣብ ዘለሉ፣ ግዝኣት ሕገ መንግስታዊ ወሰን ናይ ትግራይ ኣብ ዘይተመለሰሉ፣ ዘይሕጋዊ ምምሕዳራት በቢቦትኡ ኣብ ዘለውሉ፣ መረፃ ክንገብር ኢና ማለት፣ መረፃ ክንገብር ኢና ማለት መረፃ ብዝብል ሽም ካሊእ ትርጉም፣ ካሊእ ድሌት፣ ካሊእ ዕላማ ከህልዎ ዝኽእል እዩ ዝብል ስክፋት ክህልወና ዘገድድ ኩነታት ኣሎ ማለት እዩ። ቀዳማይ ነገር በቲ ስምምዕነት መሰረት ኣብ ትግራይ ዘለዉ ዘይሕጋዊ ምምሕዳራት ክፈርሱ ነይርዎም። ኣብ ምዕራብ ትግራይ ዘሎ ብፍላይ ኣብ ካልኦት እውን ብፍላይ ወሰናወሰን ኤርትራ ዘለዉ ግዝኣታት ካብ ጫፍ ኣድያቦ ክሳብ ጫፍ ዛላምበሳ ዘሎ ግዝኣት ኣብ ትሕቲ ወረርቲ ዘሎ መሬት ኣሎ። ህዝብና ተመዛቢሉ ካብ ከባቢኡ ርሒቑ እዩ ዘሎ። ገዝኡ ብሰላም ክኣቲ ዘይኽእል ህዝቢ እዩ። እዚ ህዝቢ እዚ ኣብ ዝተደርበየሉ ኬንዳ ኮይኑ ክመርፅ ክግደድ ኣይብሉን። እሱ ባዕሉ ናይ መረፃ መሰል ዘይኮነስ መሰረታዊ ናይ ሰብኣዊ መሰሉ ምጥሓስ እዩ ዝኸውን። ካብ ገዝኦ ኣባሪርካ ምረጽ ኢልካ ክተገድዶ ኣይትኽእልን። ስለዚ እቲ መሰረታዊ ሕቶና ንሕና መረጻ ክንገብር ኢና፣ እወ። የድልየና እዩ፣ እወ። ግን መረጻ ክንገብር ክንተክል ተኾይንና፣ ስርዓት ክንተክል እንተድኣ ኮይንና እቶም ክምለሱ ዝግብኦም ጉዳያት ክምለሱ ይግባእ። ብመሰረታውነት ናይ ፕሪቶርያ ስምምዕነት ብሙሉእነት ክምለስ ኣለዎ ማለት እዩ። ኣብ ናይ ፕሪቶርያ ስምምዕነት ዘለዉ ዓበይቲ ዛዕባታት፣ ዓበይቲ ፖለቲካዊ ሕቶታት ናይ ህዝቢ ትግራይ ብፍላይ ምስ ናይ ግዝኣት ወሰን ተተሓሒዙ ከምኡ እውን ምስ ትራንዚሽናል ጀስቲስ ምስ ናይ ስግግር ፍትሒ ተተሓሒዙ ዘለዉ ምስ ናይ ተመዛበልቲ ጉዳይ ተተሓሒዞም ዘለዉ ክምለሱ ይግባእ ብውሕዱ ማለት እዩ ብውሕዱ ብድሕሪኡ ዘሎ ጉዳይ ክውጋዕ እንተኾይኑ ድማ ትግራይ ኣብ ፖስት ጆኖሳይድ ኮንቴክስት ዘላ ዓዲ እያ። ጆኖሳይድ ዝተፈፀሞ ህዝቢ እዩ። ኣይኮነንዶ ጆኖሳይድ ዝኣክል ገበን ዝተፈፀሞ ከባቢ ታራ ግጭት ኣብ ዘለዎ ከባቢ እውን ድሕረ ግጭት ዝግበር መረፃ ካፍቲ ቅድመ ግጭት ግጭት ኣብ ዘየለሉ ጊዘ ኣብ ኖርማል ጊዘ ዝግበር መረፃ ዝተፈለዩ ባህርያት ኣለዎ። ስለዚ ቅድመ ናይ መረፃ ምድላው ኣብ ትግራይ ተገይሩ ኢልና ኣይንኣምንን። ይትረፍ እሞ ንቱ ዘለናሉ ኮንቴክስት ዝምጥን ግጭት ዝሸገርና ወይ ድማ ብጆኖሳይድ ዝሓለፍና ሐዚ እውን ኣብ ሰላሕታዊ ናይ ፅንተት ከይዲ ዘለና ህዝቢ ምዃንና ይትረፍ እሞ ዋላ ኣብቲ ስሩዕ ጊዘ ኣብ መደበኛ ጊዘ ኣብ ስሩዕ ማሕበረ ኢኮኖሚያዊ ምንቅስቃሳት ዝገብር ህዝቢ ዝግበር መረፃ ንዕኡ ዝምጥን ምድላው እውን ኣሎ ዝብል እምነት ኣይብልናን የለን ሓደ ናይ ኢሌክሽን ኢንፍራስትራክቸር ሙሉእ ንሙሉእ ዓንዩ እዮ ብትግራይ ኣብ መላእ ትግራይ ካብ ምዕራብ ትግራይ ጀሚሩ ክሻብ ደቡብ ትግራይ ኣብ ዘሎ ከባቢታት ናይ ኢሌክሽን ኢንፍራስትራክቸር የለን እሱ ንምፅጋን እንደገና ዳግመ ህንፀት ንምግባር ዝተኸየደ ፃዕሪ እውን የለን ስለዚ ኢሌክሽን ኢንፍራስትራክቸር ኣብ ዘይብሉ ናይ ስግግር ፍትሒ ኣብ ዘይተመለሰሉ ተመዛበልትና ናብ መረፃ ጣቢኦምን መረፃ ክልሎምን ናብ ማሙቕ ቤቶም ኣብ ዘይተመለስሉ፣ ዘይስሩዓን ዘይሕጋውያን ምምሕዳራት ኣብ ዘይፈረስሉ ዝግበር ግዝኣት ተቖራሪሱ እናሃለየ ዝግበር መረፃ ሒዝዎ ዝመፅእ መዘዝ ደኣ እምበር ናይ ህዝቢ መሰል ዘረጋግፅ ኣይኮነን። ስለዚ እዚኦም ክሕሰቡ ዝግበኦም ጉዳያት ስለዝኾኑ መንግስቲ ኢትዮጵያ ብፍጥነት ናይ ፕሪቶርያ ስምምዕነት ተፈፃሚ ብምግባር ዘይሕጋውያን ስርዓታት ብምፍራስ ካብ ናይ ኢትዮጵያ ሰራዊት ወፃእ ዘለዉ ኩሎም ዕጡቓት ሓይልታት ዲስኣርም ብምግባር ወይ ድማ ካብ ትግራይ ክወፁ ብምግባር እቶም ምሕዳራት እውን ብምፍራስ ተመዛባላይ ተመሊሱ ኣፍቲ ንኹሉ ዝሓቁፍ ጊዚያዊ ምምሕዳር ተኺልካ ብኡ ኣቢልካ ክሳሰ ዝግብኦ መረፃ ድኣ እምበር በዚ ሐዚ ዝኽየድ ዘሎ ክያዶ ኣይኮነን። ካልእ ኣብዚ ከም ውድብ ዘለና ስክፍታ፣ ኣብዚ መረፃ እዚ ቦርድ መረፃ ኢትዮጵያ ዘቀላቀሎ ስልቲ ኣሎ። ንኣብነት ከባቢታት መረፃ ምግባር ይከኣለሎምን ኣይከኣለሎምን ዝበሃሉ ከባቢታት ብሰማያዊ ሕብርን ብቐይሕ ሕብርን ፈሊናዮም ኣለና ዝብል ኣባህላታት ብተደጋጋሚ ንሰምዕ ኢና። እዙይ ንዓና ዝፈጥረልና ስክፋት ኣብ ትግራይ ወይ ድማ መንግስቲ ኣራት ኪሎ ኣብ ዘጣየሾ ግዝያዊ ምምሕዳር ዝመርሓ ትግራይ ሙሉእ ንሙሉእ ቀይሕ ጌርካ ኣብ ምዕራብ ትግራይ ዘሎ ዘይሕጋዊ ክፈርስ ዝግብኦ ምምሕዳር ሰማያዊ ጌርካ እቲ ዘይሕጋዊ ስርዓት ብመረፃ ሕጋውነት ንምልባስ ዝኽየድ ዘሎ ከይዲ እዩ ዝብል ስግኣት ኣለና። እዙይ ብሄር ምፍራስ መሬት ምምንዛዕ፣ ህዝቢ ምምዝባል ስለዝኾነ ፍፁም ቅቡልነት ክህልዎ ኣይኽእልን። ኣብ መቐለ ክግበር ዝኽእል መረፃ ኣይንቃወምን። ኣብ መቐለ ክብል ከለኹ መቐለ ዘማእኽሎ መላእ ትግራይ ዝግበር መረፃ ተቓውሞ ይብልናን። በቲ ዝኽየድ ዘሎ ኣካይዳ ግን እቶም ክፈርሱ ዝግብኦም ዘይስሩዕ ዘይሕጋውያን ምምሕዳራት ኣብ ትሕቲ ቁፅፅርን ፍቓድን ናይ ፌደራል መንግስቲ ስለዘለዉ ናታቶም ግሪን ጌርካ ኣብኡ መረፃ ኣካይድካ እቲ ክፈርስ ዝግበኦ ስርዓት ሕጋውነት ምልባስ ስለዝኸውን እዙይ ፍፁም ካብቲ ናይ ፕሪቶርያ ስምምዕነት እውን ወፃኢ እዩ። ካብቲ ናይ ኢትዮጵያ ሕገ መንግስታዊ መስርሕ እውን ወፃኢ እዩ። ብናይ ትግራይ ናሽናል ኢንተረስት ክንሪኦ ከለና ድማ ኣዝዩ ሓደገኛን ፍፁም ቅቡልነት ዘይብሉን ኣካይዳ እዩ ዝኸውን ማለት እዩ። ስለዚ ንመረፃ ክንዳሎ መረፃ እውን ክንገብር እንተድኣ ኮይንና ትግራይ ብምልኣት ክትረኣን ብምልኣት ዘማእኽላ ምምሕዳር ክትከልን በቱ ምምሕዳር እሱ ኣቢሉ እቲ መረፃ ክሳሰን ይግባእ። ኣብ ወርሒ ጉንበት ወይ ኣብ ወርሒ ሰነ ዝብል ቅድመ ኹነት ምቕማጥ ኣገዳሲ ኣይኮነን። እቶም ወሰንቲ ዝበሃሉ ናይ ህዝቢ ሕቶታት ካልኦት እዮም። እቶም ዓበይቲ ናይ ብሄረ ትግራይ ሕቶታት ካልኦት እዮም። ስለዚ ንሳቶም ክምለሱ ይግባእ። ካብዚ ብተወሳኺ ጆኖሳይድ ዝተፈፀመና ህዝቢ ኢና። ጆኖሳይድ ዝተፈፀሞ ህዝቢ ድማ ናብ መረፃ ቅድሚ ምሽጋር ናይ ትራውማ ሂሊንግ ስራሕቲ ክስርሑ ግድን እዩ። ትግራይ ኣብ ፕሪቶርያ ተኹሲ ጠጠው ናይ ምባል ስምምዕነት ድኣ ተሰማምዐት እምበር ምስ ኢትዮጵያ ዕርቂ ኣይፈፀመትን። ምስ ኩሎም ትካላት ኢትዮጵያ ዝፈፀመቶ ዕርቂ የለን። ትግራይ ወኪሉ ክዕረቕ ዝኽእል ዋላ ሓደ ትካል እውን የለን። ቅቡልነት፣ እሙንነት፣ ሕጋውነት ዘለዎ ዋላ ሓደ ትካል የለን እብ ትግራይ። እዙይ ኣብዘየለሉ፣ ዕርቂ ኣብዘይተፈፀመሉ ትማሊ፣ ግፋ በለው እንዳበሉ ጀኖሳይድ ትግራይ ዝመርሑን ዘሳስዩን ዝነበሩ ሓይልታት ፖለቲካ ምንም ከምዘይተፈፀመ ሎሚ ህዝቢ በቢኬንድኡ ኣብ ዝተደርበየሉ መፂኦም ምረፁና ዝብል ቅስቀሳ ክገብሩ ማለት ኣብ ልዕሊ ቁስሉ ጨው ምንስናስ ኣብ ልዕሊ ቁስሉ ግራጭ ምምላስ እዩ ዝኸውን። ከምቲ ዝፍከር ዝበሃል ዝነበረ ዝተኣወጀ ኩናት ዝተኣወጀ ናይ ፅንተት ኩናት እንድዩ ተፈፂሙ ኣብ ትግራይ። እቶም ኣዋጅ ዝእውጁ ዝነበሩ ሓይልታት ሳይኮሎጂካሊ ንቲ ህዝቢ ከሰኩንዎ ዝኸድዎ ዝነበሩ ክያዶ ብመረፃ ሰበብ ንክስኮን ዝበለፀ ጥጡሕ ባይታ ይረኽቡ ኣለዉ ማለት እዩ። ሕውየት እዩ ዝደሊ እዚ ህዝቢ፣ ክሕከም እዩ ዘለዎ፣ ኣብ ስንባደ ዘሎ ህዝቢ እዩ፣ ሕቶታቱ ክምለሰሉ እዩ ዝግባእ፣ እቶም ከምኡ ዝገበሩ ሓይልታት ፍትሒ ኣይተረጋገጸን፣ ይቕሬታ ኣይተሓተተን፣ ዕርቂ ኣይተፈጸመን፣ እዚ ኩሉ ኣብ ዘየለሉ ካሕሳ እውን ኣይተገበረን፣ ኣብ ዝኾነ ይኹን ናይ ኢትዮጵያ ትካል ህዝቢ ትግራይ የለን፣ ከምቲ ዝበልክዎ እውን ወኪል የብላን ትግራይ፣ ብህዝቢ ሙሉእ ቅቡልነት ዘለዎ ወኪል የብላን፣ ዋላ ሕጋዊ ቅቡልነት ዘለዎ ወኪል የብላን፣ እዚ ኣብ ዘየለሉ ብኹለ መዳይ ክረኣ ከሎ ጆኖሳይድ ብኻሊእ መንገዲ ዘቐፅል ዓይነት ኣካይዳ ሓደጋ እምበር ዕድል ክኸውን ኣይኽእልን፣ ፀጋ ክኸውን ኣይኽእልን። ስለዚ እቶም መሰረታዊ ሕቶታት ንጎኒ ገዲፍካ ናይ ቴክኒካሊቲስ ወግዒ፣ ናይ ፕሮሲጀር፣ ናይ ፎርማሊቲ ወግዒ እዩ ዝግበር ዘሎ። ምድላው ኣለና፣ መጽናዕቲ ኣካይድና ኢና፣ መረጻ ክንገብር ኢና፣ ተመዛባላይ ኣብ ኬንዳ ኮይኑ ክመርጽ እዩ፣ ክነመቻችየሉ ኢና ዝበሃሉ ቀልድታት ንመረጻ ዘይኮነ ናይ ህዝቢ መሰል ንምርግጋጽ ዘይኮነ እቲ ህዝቢ ዝበኣሰ ኣሰኲንካ ተስፋ ክስእን ምግባርን ምድዓኽን እዩ ዝኸውን። ህዝቢ ምድዓኽ ስለ ዝኾነ እዙይ ቅቡልነት ክህልዮ ኣይክእልን። እዙይ ቅቡልነት ኣይብሉን ማለት መረጻ ቅቡልነት ኣይብሉን ኣይኮንናን ንብል ዘለና። መረጻ ክንገብር ንደሊ ኢና ልዕሊ ማንም ንሕና ኢና ንደልዮ ኢና ንብል ዘለና ልዕሊ ማንም ናይ ኢትዮጵያ ህዝቢ ልዕሊ ማንም ናይ ኢትዮጵያ ክልል ትግራይ እዩ መረጻ ዘድልያ መረጻ ክትገብር ተኾይና ክማልኡ ዝግብኦም ቅድመ ኩነታት ግን ክማልኦ ኣለዎም ናብ መረጻ ንክንሸግር እዚ መረጻ እዚ ኣብ ውሽጥና ዘሎ ሕመቕ ብፍላይ ብፍላይ ድማ እቲ መሪሕ ውድብየ ዝብልን እቲ ተመራሒ መንግስትን ካብ ንቡር ወፃእ ተመራሒ ኮይኑ ዘሎ መንግስትን ዝኸድዎ ዝመረፃ ዝምልከት ዝኸድዎ ክያዶ ብምሉኡ ዘይንቡርን ምሉእ ቅቡልነት ዘይብሉን እዩ። ፈፂሙ ቅቡልነት ዘይብሉ እዩ። ምስ ናይ ሓደ ውድብ ናይ ጥራሕ ኣታሒዝካ ዕፃ ትግራይ ኣብ ከረጢት ጠቕሊልካ ንሓደ ሓይሊ ዝኸሰረ ሓይሊ ኣሸኪምካ ምርኣይ ኣዝዩ ሓላፍነት ዝጎደሎ ዘይንቡር ኣካይዳ እዩ። እዚ መረፃ እዚ ከም ናሽናል ኢንተረስት ተገይሩ ክረኣ ዝግብኦ እዩ። ልዕሊ መንግስቲ ምትካል ናሽናል ኢንተረስት ክህለ ይኽእል እዩ። ብሄራዊ መንግስቲ ምትካል እቲ ዝዓበየ እቲ ዝዓበየ ብሄራዊ ረብሓ መንግስቲ እሱ እዩ ካልኦት ረብሓታት ኩሎም ከፈፅሞም ዝኽእል። መንግስቲ ንምትካል ዝግበር መረፃ ምስ ናይ ሓደ ጉጅለ ሕጋውነት ምትሕሓዝ ኣዝዩ ሓላፍነት ዝጎደሎ እዩ። ሕጋውነት ተዘይተመሊሱለይ መረፃ ኣይግበርን ዝብል ፈኸራ እሞ እዚ ድማ ምስ ምልኣተ ብሄር ምንም ዘራኽብ ነገር ዘይብሉ ዋላ ሓንቲ ዘራኽብ ነገር ዘይብሉ ካልኦት ፀዋታታት ክፃወት ዝከኣለሉ ዕድል እናሃለወ ብሄር ዝኣክል ከም ቁርሲ ቡና ቆራሪስካ ንሓደ ጉጅለ ንምብርካት ዝግበር ከይዲ ኣዝዩ መሕመምን መደንገፅን እዩ። ሶ እቲ በዚ ዘሎ ሓይሊ ዝገብሮ ዝኸዶ ኣካይዳ ክውገዝ ይግብኦ። ኩሉ ሓይሊ ትግራይ ከወግዞ ዝግብኦ እዩ። ኣብ ትግራይ መረፃ ክናዋሕ እንተኾይኑ ብምኽንያት ናይ ህወሓት ሕጋውነት ዘይኮነስ ብምኽንያት እቶም ዘልዐልናዮም ብሄራዊ ረብሓታትናን ኣጀንዳታትናን እዩ ክኸውን ዝኽእል። ክነናውሕ ድሌት የብልናን። ክግበር ኣሎ ንክግበር ክማልኡ ዝግብኦም ነገራት ኣሎ ናይ ብሄር ዛዕባታት እዮም ንሳቶም ናይ ሓደ ጉጅለ ወይ ናይ ሓደ ውድብ ኣይኮኑ ምእንተ ብሄር ዝኾነ ይኹን ውድብ ክኸስም ይኽእል እዩ፣ ክጠፍእ ይኽእል እዩ። ምእንተ ውድብ ብሄር ክጠፍእ ግን ኣይኽእልን። ንቡር ኣይኮነን፣ ሓላፍነታዊ ተግባር እዩ ኢልና እውን ኣይንወስድን። ክሳብ ሎሚ እውን እዞም ከምዚኦም ዓይነት ዘይሓላፍነታዊ ተግባራት እዮም ዋጋ እናኽፈሉና መፂኦም ማለት እዩ። ስለዚ ብመዳይ ፌደራል መንግስቲ ናይ ትግራይ መረፃ ክሕሰብ ከሎ እቲ ናብ ርእሲ ዝመፅእ ጉዳይ ህወሓት ዝበሃል ሓይሊ እንተኾይኑ ወይ እቲ ህወሓት ዝወነኖ ግዝያዊ ምምሕዳር ዝበሃል ሓይሊ እንተኾይኑ እዚ ሓይሊ እዚ ደጋጊምና ገሊፅና ኢና ምስ ህዝቢ ትግራይ ምንም ዓይነት ማሕበራዊ ውዕሊ ኣይብሉን። ህዝቢ ትግራይ ዝሃቦ ውዕሊ ምስ ህዝቢ ትግራይ ዝተስማምዖ ውዕሊ የለን። እዚ ግዝያዊ ምምሕዳር እዚ። ምስ ፌደራል መንግስቲ ባዕሉ ተወዓዒሉ ዘጣየሾ ግዝያዊ ምምሕዳር ይስምዓዮ ኣይስምዓዮ ቅፅዓት ንህዝቢ ክኸውን ኣይኽእልን። ከተዓራርዮስ፣ ከፍርሶስ፣ ክተኽሎስ ባዕሉ እዩ ገይርዎ። ኣብ ትግራይ ምስ ዝኾነ ህዝቢ ተመያይጡ ዝተኸሎ መንግስቲ የለን። ኣብ ትግራይ ምስ ዝኾነ ናይ ፖለቲካ ሓይሊ ተመያይጡ ዝተኸሎ መንግስቲ የለን ወይ ግዝያዊ ምምሕዳር የለን። ባዕሉ ዘጣየሾ እዩ። ናይ ባዕሉ ጣጣ እዩ ዝኸውን እሱ ናይ ሕጋውነቱ ናይ ካሊእ ጉዳይ እዩ። ከም ህዝቢ ከም ሓይሊ ፖለቲካ ብፍላይ ውድብ ናፅነት ኮይንና ከም ውድብ ንብሎ ዘለና ግን ክሳብ ሎሚ ኣብ ትግራይ ብህዝቢ ቅቡልነት ዘለዎ ግዜያዊ ምምሕዳር ኣይተተኸለን የለን ምስለኔ እዩ እቲ ምስለኔ ድማ ናይ ዝሾሞ ዕላማ እዩ ዘሳሲ ቀዲሙ ዝነበረ ይኹን ሐዚ ዘሎ ብስሩ ግዝያዊ ምምሕዳር ዝበሃል ንትግራይ ዝምጥን ምምሕዳር ኣይኮነን። ቀልጢፍና ናብ መረፃ ክንሸግር እዩ ዝግባእ። እዙይ ንኸይንገብር ብደገን ብውሽጥን ተሓባቢሮም ዓዲ ዝሕምሱ ዘለዉ እሶም እቶም ሓይልታት እሶም እዮም። ናይ ኣራት ኪሎ ሓይልን ኣብ መቐለ ዘሎ ሓይልን እዮም። ስለዚ ናታቶም ኣበሳ ናብ ህዝቢ ክመፅእ ኣይግባእን። ህዝቢ ዝተፈላለዩ ውዳበታት ኣለዎ። እቶም ውዳበታት እሳቶም ይዛረቡ ኣለዉ። ክንመርፅ ይግበእና ግን እታ ዝነበረት ትግራይ ክትምለስ ኣለዋ መረፃ ክንገብር ኣለና ግን ኣፍቱ ናይ መረፃ ክልልና ኮይንና ኢና ንመርፅ ሰላሳን ሸሞንተን ናይ መረፃ ክልላት ኣለዋ ካብዚአን ተን ዝተወሰና ኣብ ምዕራብ ትግራይ እየን ዘለዋ ናይ ምዕራብ ትግራይ ህዝቢ ተመዛቢሎ ኬንዳ እዩ ዘሎ ናብ ክልሉ ክምለስ ኣለዎ ናብ መረፃ ክልሉ ናብ መረፃ ጣቢኡ ኣብኡ ዘለዉ ዘይሕጋውያን ሓይልታት ክፈርሱ ኣለዎም፣ ሰፈርቲ ክወጹ ኣለዎም፣ ውሑስ ሰላምን ጸጥታን ክህለ ኣለዎ፣ ናይ ስግግር ፍትሒ ክፍጸም ኣለዎ፣ ናይ ስንባደ ሕክምና ክካየድ ክኽእል ኣለዎ፣ ህዝቢ ክሓዊ ኣለዎ፣ ምስ ኢትዮጵያ ዕርቂ ምርድዳእ ክግበር ኣለዎ፣ ዕርቅን ምርድዳእን እቲ ህዝቢ ብሪፈረንደም ዝውስኖ ናይ መጻኢ ዕድሉ ብዘውሕስ መንገዲ ክካየድ ክኽእል ኣለዎ። እዚ ኩሉ ኣብ ዘየለሉ ናብ ቁስሉ ዕንጨይቲ ምምላስ ግን መቐጸልታ ናይቲ ጽንተት እዩ ክኸውን፣ ካሊእ ትርጉም ኣይብሉን። ብመረጻ ሽም ብኹሉ ሓይልታት ዘለዉ ዝሽቅጡ እውን ኣደብ እንተዝገብሩ ይሓይሽ። ስለዚ ብመትከል ንደልዮ ብድሌት ንደልዮ ዓይነት መረጻ እዩ፣ ብፍጥነት ክኸውን ኣለዎ፣ ብክውንነት፣ ኣቢልና እንተርኢናዮ ናይ ክውንነት ጉዳይ ኩሎም እቶም ዘልዐልክዎም ኣየኺዱን፣ እቲ ኢንፍራስትራክቸር የለን፣ እቲ ኻሊእ ኩሉ ነገር ኣይተመለሰን፣ ምንም ዓይነት ቅድመ ምድላው የለን፣ ብዕላማ ድማ ከምቲ ዓንተዎ ዝገለፅክዎ ዘሰክፈና ነገር ብጀነራል ታደሰ ወረደ ትምራሕ ትግራይ ቀይሕ ጌርካ ኣብ ምዕራብ ትግራይ ዘሎ ምምሕዳር ሓምለዋይ ወይ ሰማያዊ ሕብሪ ጌርካ መረፃ ወካይድካ ካብ ትግራይ ግዝኣት ናይ ምምንጣል ናይ ምቑራስ ዕላማ ዘለዎ እዩ ዝብል ስክፍታ ስለ ዘለና እዙይ ብኣግባቡ ክርድኡ ይግብኦም ሓይልታት ማለት እዩ። ብምልኣት ዘማእኸላ ትግራይ ትህሊ ብምልኣት ድማ ናብ መረፃ ንሸግር። እቲ ብምልኣት ዘማእኸላ ንብሎ ዘለና ድማ ሓቋፊ ግዝያዊ ምምሕዳር ክትከል ኣለዎ ኣብ ትግራይ ማለት እዩ። ስለ መረፃ እዙይ ካብ በልኩ ኣብቲ ኣብዚ ቅንያት ዝነበረ እቶም ክልተ ሓይልታት ዝበልናዮም ሓደ እቲ ብሕጊ ቅቡልነት ዘይብሉ ፖለቲካሊ እውን ዝኸሰረ ኣብ መድረኽ ዓለም ተፀላኢ ዝኾነ ኣብዚ ከባቢ ናይ ስግኣት ናይ ረብሻ ሓይሊ ተገይሩ ዝሰኣል ዘሎ ህወሓት እየ ዝብል ዘሎ ጉጅለ ንሱ ዝመርሖ ንሱ ዝቆፃፀሮ ግዜያዊ ምምሕዳርን ዝፈጥርዎም ፀገማት ኣለዉ። ፈለማ ቀዲሙ ዝነበረ ግዝያዊ ምምሕዳር ካብ ንቡር ወፃእ ብወታደራዊ ሓይሊ፣ ብጠበንጃ፣ ከፍርስዎ ከለዉ ቀፂሎም እውን ሓደ ጀነራል ፕሬዚዳንት ንክኸውን ክጉትጉቱ ከለዉ፣ እቲ ሚሊተሪ ብጠበንጃ ተዓጂቡ መንግስትነት ክቆፃፀር ከሎ ዝሓዝዎም ኣርባዕተ ዝኾኑ ዓበይቲ ኣጀንዳታት ነይሮም። እቲ ሓደ ናይ ትግራይ ምምሕዳራት ክሳብ ታሕቲ ዘለው ዞባ፣ ወረዳ፣ ከተማ ክሳብ ጣብያ ዘለው ሙሉእ ንሙሉእ ማህተም ምምንጣልን ምቁፅፃርን ዝብል እዩ ነይሩ። ንሱ ቀልጢፎም ዝገበርዎ እዩ። ቀልጢፎም ብህፁፅ ዘካየድዎ እዩ። ቀፂሉ ዞባ ደቡብ ፍሉይ ኩነታት ስለ ዝነበረ እቲ ፍሉይ ኩነታት ናይ ዞባ ደቡብ ብፍሉይ ወፍሪ፣ ብፍሉይ ስራሕ፣ ብፍሉይ ጥንቃቐ ምቁፅፃር እዩ ነይሩ። ንሱ እውን ገይሮምዎ። ብዘይንቡር ከይዲ ብሰራዊት ተዓጂቦም ህዝቢ ኣፈራሪሖም ገይሮምዎ፣ ተቖፃፂሮምዎ። እቲ ሳልሳይ ትካላት ትእምት ምሉእ ንምሉእ ምቁጽጻር እዩ ነይሩ። እዚ እውን ገይሮሞ ብዘይ ሕጋዊ መንገዲ ብዘይ ሕጋዊ መንገዲ ትእምት ተቋ ኣብ ካሊእ ውጥጥ ኣትዮም ኣለዉ ምስ ናይ ደገ ሓይሊ ምስ ናይ ኢትዮጵያ ሓይሊ ምስ ሕጊ ዝብልዎ ማለት እዩ ኣብ ካሊእ ውጥጥ ዋላ እንተእተዎም ግን ገይሮሞ ኣለዉ ናይ መወዳእታ ዝተረፈቶም ዋላ እኳ ብጊዜያውነት ኣደስኪሎም ኣንተጸንሑ፣ እቲ ዝተጣየሸ ጊዜያዊ ቤት ምኽሪ ምፍራስ እዩ ነይሩ። እታ ራብዐይቲ እዚኣ ድማ ንዝሓለፉ ሸውዓተ ወይ ሸሞንተ ኣዋርሕ ምንም ስራሕ ከይሰርሕ እቲ ቤት ምኽሪ ኣደስኪሎሞ እዮም ጸኒሖም። ብፍላይ ብፍላይ ድማ ምስ ማሕበረሰብ ዓለም ተጀሚሩ ዝነበረ ርክብ፣ ምስ ኤምባሲታት፣ ምስቲ ዲፕሎማቲክ ሚሽን ብሓፈሻ ዝግበር ዝነበረ ርክብ ንምቁራጽ፣ ነዊሕ ርሕቐት ተኸይዱ እቲ ቤት ምኽሪ ስርሑ ከይሰርሕ ኣደስኪሎምዎ ሎሚ ድማ ኣብዚ ቅንያት ኣብ ዝገበርዎ ኣኼባታት ምሉእ ንምሉእ ከፍርስዎ ወሲኖም ኣለዉ። ተዛትዮም ኣለዉ ከም ፕሬዚዳንት እውን። ይሰርሕ ኣይነበረን ኣደስኪሎም እዮም ፀኒሖም ብዕሊ ከፍርስዎ ድማ ወሲኖም ተዛትዮም ተመኻኺሮም ወፂኦም ኣለዉ። ስለዚ ኩሉ እቲ ዝደልይዎ ገይሮም ኣለዉ። እዚ ጉጅለ ዘይቆፃፀሮ ዝኾነ ይኹን ትካል ኣብ ትግራይ ክህለ ይብሉን እዙይ መርገፂኡ እዩ። ሓዳር እውን ከይተረፈ ናይ ምቁፅፃር ባህጊ ዘለዎ ጉጅለ እዩ። ብልምዓት ጉጅለስ ብኻሊእ እዩ ሰቢሉ። ሕድ ሕድ ህይወት፣ ሕድ ሕድ ምንቅስቃስ ተጋሩ ካብ ቁፅፅር ወፃእ ክኸውን ዘይደሊ መለኮታዊ ፓወር ዝሽከም ጉጅለ፣ ብኡ ንባዕሉ ዝቃነየ፣ ዓበይቲ ዓዲ ኣጥፊኡ ብልምዓት ጉጅለ ዝተከኣ ሽማግለ ዓዲ ብልምዓት ጉጅለ ዝተከኣ ከም ማሕበረሰብ በብከባቢኡ ሕዛእቲ ከይተረፈ ዝወረረ ማሕበረሰባዊ ስራሕቲ ዘፍረሰ ኩሉ ፖለቲሳይዝ ተገይሩ ብናይቲ ውድብ ባህልን ድስፕሊንን ጥራሕ ክጥመርን ሙሉእ ትግራይ ምእንተ ናይ ኢኮኖሚ ዳይናስቲኦም ምእንተ ናይ ኢኮኖሚ ኢምፓየሮም ዝሃነፅዎ ናይ ኢኮኖሚ ኢምፓየር ክውፈ ክብጀው ዝገብሩ ዝገብሩሉ ኣካይዳ ኣጠንኪሮም ቀፂሎምሉ። ዝተቓወመ ዓዲ ገዲፉ ክወፅእ ሓያል ድፍኢት ይገብሩ። ሓሳብ ዘዘልዐለ ኩሉ ኣብ ኣባላትና ኣብ ኣመራርሓና ዝፈፀምዎ ብዚ ቅንያት ይስማዕ ነይሩ እዩ። ላዕለዎት ኣመራርሓ ተኣሲሮም እዮም። ኣብ ሰለኽለኻ ብተለምዶ ማእኸላይ ኮሚቴ እንብሎ ናይ ውድብ ናፅነት ናይ ቤት ምኽሪ ናፅነት ኣባል ላዕለዋይ ኣመራርሓ ተኣሲሩ እዩ። ናይ ዓሰርተ ኣርባዕተ መዓልቲ ሕቶ ሓቲቶምሉ ኣለዉ። ዝተኣሰረሉ ምኽንያት ድማ መናእሰይ እቲ ውድብ ኢኻ እዩ። ላይሰንስድ ተቃዋሚ እዩ። ፍቓድ ዘለዎ ተቃዋሚ እዩ። ክንቃወም ፍቓድ ዘለና ውዳበ ኢና። ክንውድብ መናእሰይ ኢና ተወዲብና ውድብ ኮይንና። መናእሰይ ክንውድብ ሞቢላይዝ ክንገብር ኣንጻር እቲ ስርዓት ሰላማዊ ቃልሲ ክንገብር ኢና ተወዲብና። መናእሰይ ምውዳብ ዘእስር እንተኾይኑ ብቓልዕ ንዛረብ ኣለና። በብገጠሩ ከድካ ሰባት ምስኳን ኣይኮነን ዘድሊ። እወ ክንውድብ ኢና፣ እወ ክነለዓዕል ኢና፣ እወ ዝጉጅለ ክንስዕሮ ኢና። ንሱ እዩ ቃልስና። ስርዓት ክንቅይር ኢና ንቃለስ። እዚ ብሰላማዊ መንገዲ ፍቓድ ሒዝና ንገብሮ እዩ፣ ተጠሊዕና ንገብሮ ጉዳይ። መንእሰይ ወዲብካ ተባሂሉ ኣመራርሓ ናይ ፖለቲካዊ ውድብ ምእሳር ናበይ ይወስደና ኣሎ እቲ ከይዲ? ካብ ኣብ ጎረቤትና ዝነበረ ንፅየፎ ዝነበርን ኣካይዳኸ እንታይ ይፈልዮ እዙይ? ዘዝተቃወመ ናጨወኻ ምጥፋእ ወይ መንእሰይ ተስፋ ስኢኑ ሃፅ ኢሉ ክጠፍእ ምግባር ወይ በዴታት ብዓበይቲ ዓዲ ክርገም ምግባር ክሳዕ ክንድዚ ዝኸድ ርሕቐት ዓዲ የጋብርዶ ካሊእ ጉዳይ እዩ። ነገር ግን ኣመራርሓ ከምዚ ጌርካ ምእሳር ኣባላት ምስኳን ክጠፍኡ ዓዶም ገዲፎም ክጠፍኡ ምግባር ምጭዋይ ምስቃይ ቶርቸር ምግባር እዚኦም ለሚድናዮም ኢና ቀፂሎም ኣለዉ ሕልፍ ሓሊፍዎም ግን ሞሳያ ኣድግስ ርግሒት ከም ዝበሃል ዝኸኣሎ ኩሉ ኣብ ምግዳል ዝገበረ ናይ ውድብ ናጽነት ኣባል ብምዃኑ ናይ ካሊእ ውዳበ ጣልቃ ኣታውነት ኣብቲ ሰራዊት ብምቀዋሙ ሰራዊት ህዝባውን ፕሮፌሽናልን ትካል ክኸውን ብምቅላሱ ከም ኣጀንዳ ከም ክሲ ናይ ውናት ኣባል ኢኻ ብዝብል ተቐሚጡ ብግልፂ ብዘይምንም ምስጋና ብዲስፕሊን ተባሂሉ ካብ ሰራዊት ዝተባረሩ ዝተባረረ ኣብዚ ቕንያት ትሪእዎን ትሰምዕዎን ዝነበርኩም ጉዳይ እዩ። ተጋዳላይ ተኽሊት ፀጋይ እዚ ኣብ ሚድያ ዝወፀ እዩ። ኣብ ሚድያ ዘይወፁ ብዙሓት ኣለዉ በብገዝኦም ኮፍ ዝበሉ በዚ ምኽንያት ተባሪሮም ኣባላት ናይ ውድብ ናፅነት ዝወፁ ኣለዉ። ሎሚ ሎሚ ኣባላት ናይ ውድብ ናፅነት ስለ ዝኾኑ ጥራሕ ዘይኮነ ዝኾነ ይኹን ናይ ፕሮፌሽናሊዝም ሕቶ ወይ ናይ ብሄር ሕቶ ወይ ስለምንታይ ይጋደል ኣለኹ ክፈልጥ ኣለኒ ዝብል ሕቶ ስለ ዘልዓሉ ጥራሕ ብዘይ ምንም ሞሳ ዝባረሩ ዘለዉ ተጋደልቲ ብዙሓት እዮም። ብዙሓት እዮም ስለዚ እዚ ከይዱ ኣብ ምንታይ የብጽሐና ካሊእ ጉዳይ እዩ ግን ካብ ናይ ውድብ ልኡኽ ዘለዎም ወይ ናይ ውድብ ኣፊሌሽን ዘለዎም ተጋደልቲ ወጻእ ካብ ምግዳል እውን ወጻእ ሲቪል ህይወት ይመርሑ ዘለዉ መናእሰይ እውን ብዓፀወን ቀለለን እናእሰርካ ቶርቸር እናገበርካ ምቕታል ንሪኦ ንሰምዖ ዘለና ጉዳይ ህዝቢ ፍትሒ ተሓታትነት ዘይብሉ ዝጠፍኡ ሰባት ኣበይ ኣለዉ ኢልካ ኣይትሓትትን ዝሞቱ ሰባት እውን መን ቀቲልዎም ኣይትሓትን ባዕሉ ጥፍኡ ይበሃል ኣብዚ መቐነ ኣብ ማሕበራዊ ሚድያ ይመላለስ ትርእይዎ ነበርኩም ኣብ ኲሓ ከምኡ ዓይነት ዝገጠሞ ሰብ ኣሎ ተኣሲሩ ተገሪፉ ዝሞተ ባዕሉ ጥፍኡ ተብሂሉ ንንኡ መርድእ ዝተነገረ እዚኦም እቶም ዝረኣዩ ዘለዉ እዮም ናብ ሚድያ ዝወፁ ዘለዉ እዮም ናብ ሚድያ ዘይወፅእ ኣዝዩ ብዙሕ ከምዚ ዓይነት ተግባራት ኣሎ ኣብ ዓዲግራት ሕቶ ልዒሎም ዝተኣሰሩ ኣባላት ሰራዊት ኣለዉ ክሳብ ሕዚ ኣለዉ ዝተኣሰሩ ናይ ኣርሚ ዓሰርተ ሓሙሽተ በብኸባቢኡ ከምዚ ዓይነት ወፅዓን ጭቆናን እናለመድናዮ እንተደኣ ከይድና ኮይንና ፅባሕ ንግሆ ናብ ሕድሕድ ገዛ ምምፀኡ ይተርፎን ዝኸይዱ እዚ ኣብ ባዕልኻ ምስ በፅሐ ምእዋይ ትርጉመ ይህልዎን ሓደ ናይ ሃይማኖት ኣቦ ኣብ ኣውሮፓ ይመስልን ነብ ጀርመን እዩ ናይ እኒ ሂትለር ዘይፍትሓዊ ኣካይዳ ክቃወም ብዘይምኽኣሉ መጨረሻ ዝኾኖ እንትዛረብ ፈለማ ኣንጻር እቶም ሶሻሊስታውያን መጺኦም ግን ስቕ ኢለ ምኽንያቱ ሶሻሊስት ስለ ዘይኮንኩ። ቀጺሎም ኣንጻር እቶም ትሬድ ዩኒየኒስትስ መጺኦም፣ ሽዑ እውን ስቕ ኢለ ምኽንያቱ ትሬድ ዩኒየኒስት ስለ ዘይኮንኩ። ቀጺሎም ኣንጻር ኣይሁዳውያን መጺኦም፣ ሽዑ እውን ስቕ ኢለ ምኽንያቱ ኣይሁድ ስለ ዘይኮንኩ። ኣብ መወዳእታ ናብ ባዕለይ መጺኦም፣ ዘን ብዛዕባይ ዝዛረብ ዋላ ሓደ ሰብ ኣይረኸብኩን ይብል። ስለ ሓደ ሰብ ስለ ዘይተዛረበ። ናይ ሃይማኖት መዝነቱ ተጠቒሙ ኣብ ፍትሒ ጎኒ ጠጠው ስለ ዘይበለ፣ ኣብ ባዕሉ ስለ ዘይበጽሖ፣ ስለ ዘይተኸላኸለ፣ ኣብ መወዳእታ ኣብ ባዕሉ እንትበጽሕ ዋላ ሓደ ዘካሪ ኣይረኸበን። ተመሳሳሊ ኣብ ሕድሕድና ክሳዕ ዝበጽሕ ንጽበዮ ኩነታት ክኸውን ኣይግባእን እብ ትግራይ ዝፍጸም ዘሎ ነገር ኢሉ ኢሉ መምሀሪ ኣይሰኣናን። ናይ ቀረባ እዩ ናይ ኤርትራ ልምዲ ኣብ ጎንና ዘሎ ልምዲ እዩ ካብ ኤርትራ ዝጠፍኡ መናእሰይ ንቅበል ነተኣናግድ ዝነበርና ህዝቢ ኢና ወጽዓ ሃዲሞም እንትመጹ መንእሰይ ክሓትት ዝኽእል ክቃለስ ዝኽእል ኣምራታይ ዝኾነ ሓይሊ ኩሉ ሃጽ ኢሉ እንትጠፍእ ወይ እንትቕተል ወይ እንትእሰር ወይ እንትሳቐ ወይ እንትስኮን ስደት ጥራሕ እንትኾን ተስፍኡ እታ ዕድል ብዝረኸበ ቁፅሪ ዓዲ ገዲፉ እዩ ክወፅእ ስለዚ ሕዚ እውን ትግራይ ኮይናቶ ዘላ እቲ ከምርት ዝኽእል ከፍሪ ዝኽእል ትኩስ ሓይሊ እቲ መንእሰይ እቲ ክወዳደር ዝኽእል እቲ ዝተምሃረ እቲ ክነግድ ዝኽእል ለውጢ ከምፅእ ይኽእል ዝበሃል ሓይሊ ተስፋ ስኢኑ ገዲፍዋ ዝኸይድ እቲ ውድድር ዘይከኣለ ዝተሰኮነ ወይ ዕድመ ዝደፍአ ሓመድ ዓደየ ትኽለእኒ ኢሉ ናብ ዓዱ ዝምለሰላ ዓዲ'ያ ኮይና ዘላ። ናይ ዓበይትን ናህጻውንትን ዓዲ ጥራሕ ትኸውነላ ማለት እዩ። እዚ ድማ ኣደዳ እቶም ጨቆንትን ረገጽትን ዝኾነ ስርዓት ንምትካል እዩ ዘጥር ዝኸውን። ትግራይ ከም ኤርትራ ይኹን ከም ኢትዮጵያ ክትከውን ኣይትኽእልን። ሓደ ብሄር እዩ፣ ስጡም ብሄር እዩ። ሕቶኡ ተመሳሳሊ እዩ ካብ ጫፍ ክሳዕ ጫፍ። መሕብኢ መሸጎጢ ዝበሃል ነገር እውን የብሉን። ኣብ ከባቢ ኣብ ገለመለ ክትሽጎጥ ኣይትኽእልን ኣብ ትግራይ። ተመሳሳሊ ሕቶ እዩ ዘሎ። ብሄራዊ ሕቶ እዩ። ሰብኣዊ መሰል ሕቶ እዩ። ናይ ፍትሒ ሕቶ እዩ። ሓለፋታት ክሓትት ዝኽእል ዝኾነ ሓይሊ ዘለሉ ዝኾነ ኣካል ዘለሉ ዓዲ ኣይኮነን። እቲ ካብዚ ሕልፍ ኢሉ ዝገጥም ዘሎ ግን ጨቋንን ጭቁንን ክፍለ ዘይምኽኣሉ እዩ። ትጭቁን ኣካል ትጨቋኒ ኮይኑ ኣብ ጎኒ ጨቋኒ ኮይኑ ኣንጻር እቲ ተጨቋኒ ዝጉስጉሰሉ ኩነታት እዩ ዝፍጠር ዘሎ። ፖለቲካ እውን ሸቐጥ ኮይኑ መናበሪ ኮይኑ እዚ ኣካል ናይቲ ኣብ ስልጣን ዘሎ ጉጅለ ስራሕቲ እዩ፣ ተንኮል እዩ። ፋሕ ብትን ኣቢልዎ ናይ ተቓውሞ ደንበ። ትካላት ኩለን ተዘይተቖጻጺርዎን በቲንወን። ክእከብ ዘይከኣለ ሓይሊ ነንባዕሉ ክናቖር ኣደዳ ጨቋኒ ይኸውን፣ ወይ ኣካል እቲ ጨቋኒ ኮይኑ ኣብ ልዕሊ እቲ ከምኡ ዝበለ ጭቁን ይወፍር። እዚ ከምዚ ዓይነት ኣካይዳ ነቲ ወጽዓቲ ዘጣጥሕ ኮይኑ፣ ኣብ ትግራይ ተስፋ ዘይብሉ ክያዶታት ክንርኢ ንግደድ ኢና ዘለና። ስለዚ ብኹለ መዳይ ትግራይ ክትረአ ከላ ተስፋ ዝሰኣነላ ትግራይ ትኸውን ኣላ። እቲ መንእሰይ ሕቶ ኣለዎ፣ ግን ዝተበተነ ሕቶ እዩ፣ ዝተወደበ ኣይኮነን። ካብዚ ሓሊፉ ናብ ናይ ሕድሕድ ግጭት ከእቲ ዝኽእል ኩነታት እዩ ዝፍጠር ዘሎ። እዚ ክእለ ብሰላማዊ መንገዲ ክቕየር እንተድኣ ኮይኑ ኩሉ ሓይሊ ክተኣኻኸብን ፍፁም ሰላማዊ ዝኾነ ሰልፊ ክገብርን ይግባእ። ኣብ መቐለ ማለት እዩ። ኣብ መቐለ ሰላማዊ ሰልፊ ክግበር ይግባእ። ኩሉ ሓይሊ ክእከብ ሰላማዊ ሰልፊ ክገብር ሓንትን ሓንትን ልኡኽቶ መላእ ትግራይ ናተይ ዝብሎ ዝኣምኖ ሓቋፊ ግዜያዊ ምምሕዳር ምትካል እዩ። በዚ ስርዓት እዚ ኣቢልካ እዩ ምድርዳር ዝከኣል፣ በዚ ስርዓት እዚ ኣቢልካ እዩ ዲፕሎማሲ ምስራሕ ዝከኣል፣ በዚ ስርዓት እዚ ኣቢልካ እዩ ፕሪቶርያ ዝፍፀም፣ በዚ ስርዓት እዚ ኣቢልካ እዩ ኩሎም ረብሓታትካ እተረጋግፅን መፃኢኻ እውን በቲ እትደልዮ ህዝቢ ክውስን ዝግበረሉ ስርዓት ዝትከል እዩ። ስለዚ ፃውዒት ዳያስፖራ ኣብ ውሽጢ ዓዲ ንዘለኹም ተኣኪብና ስርዓታዊ ለውጢ ክንሓትት ንግደደሉ ኩነታት ስለዝኾነ ጎናዊ ምንትራኽ፣ ምትዃን፣ ምትኻን ገዲፍና ኣብታ ሓንትን ሓንትን ጠለብ ትኹረት ገይርና ስርዓት ክንቅይር፣ ሓቋፊ ስርዓት ክንተክል፣ ናብ ሰላማዊ ቃልሲ ክንኣቲ ይግባእ ይብል።